ሰላም ተኸታተልቲ ቪቪድ ሾው ከመይ ቀኒኹም? ሎማዓንቲ ከኣ ብሓዱሽ መደብ መጺኤኩም ኣለኹ። ናይ ሎማዓንቲ መደበይ ከኣ ከመይ ጌርና ኣብ ላፕቶፕ ወይ ከኣ ፒሲ ወሳፕ ወይ ከኣ ወሳፕ ቢዝነስ ኣውሪድና ከም ንጥቀመሉ ብክልተ መገዲ ከርእየኩም እየ። ኣብ መወዳእታ ከኣ ሓንቲ ኣገዳሲት ቦናስ ክህበኩም እየ ክሳብ መወዳእታ ምሳይ ጽንሑ። ኦኬ ሓንቲ ክልተ ዓይነት ኣወራርዳ ወይ ከኣ ኣጠቓቕማ ወሳብ ኣብ ላፕቶፕና ከርእየኩም እየ። መጀመርያ ኣብ ላፕቶፕና ኣብ ጎጉል ዳይረክትሊ ምስ ጎጉል ኮኔክት ዝኾነ ሾርት ካት ጥራይ ዝኾነ ወሳብ ፅዒና ክንጥቀም ንኽእል ኢና ምክንያቱ ኣብ ገለ ገለ ወሳብ ምብራህ ስለ ዝኣብየና ከምኡ ጌርና ክንጥቀም ንኽእል ኢና ተዘይኾይኑ ግን ልክዕ ኣፕሊኬሽን ናይ ኣፕስ ኣብ ላፕቶፕና ክነወርዶ ንኽእል ኢና ብኽልቲኡ ከርእየኩም እየ መጀመርያ እታ ቀዳመይቲ ሾርት ካት ጥራይ ጌርና ዋትስኣፕ ከመይ ጌርና ንጥቀም እዚ ክንብል ከለና ኣፕሊኬሽን ኣብ ላፕቶፕና ዳውንሎድ ከይገበርና ኣብ ከለና ጥራይ ልክዕ ምስ ጎግል ኮኔክት ዝኾነ ሾርትካት ጥራይ ክንጥቀመሉ ከለና እዩ ነዚ ክንገብር ከዓ መጀመርያ ኣብ ክሮም ኢና ንኣቱ ኣብነት ኣነ ኣብ ክሮም ኣትየ ኣለኹ። ኣብ ክሮም ምስ ኣትዉ ኣብ ሰርች ባር ወትሳፕ ኢላ ፅሕፍ እያ ዌብ እዚ ሕጂ ዌብሳይት ጥራይ ኢና ክንጥቀመሉ ሰርች ንብላ ወይ ከዓ ኢንተር ንሃርም ድሕሪ ከምዚ መፅና ኣሎ ኣብዛ ወትሳፕ ዌብ ትብል ዘላ ኣብ ሓንቲ ግዜ ክሊክ ንገብር ኦኬ ከምዚ መፅና ኣሎ ሕጂ ኣብዚ ኪኣር ናይ ወትሳፕ መፅና ኣሎ ኣብዚ ሕጂ እንታይ ኢና ክንገብር እቲ ኢንፎርሜሽን ኣብዚ ሂብና ኣሎ ክነንብቦ ንኽእል ኢና ንቴሌፎንና ኢና ምስ ኮኔክት ክንገብራ ቅድሚ ነዚ ምግባርና ግን ቀዳመይቲ ነዚ ወሳብ ንጥቀመሉ ኩሉ ግዜ ካብ ጉግል ኣቲና ካብ ሰርች ኢልና ንደልዮ ኣብ ዴስክቶፕና ሾርትካት ከም ንጸንሕ ክንገብሮ ኢና ነዚ ከዓ ነዚ ከዓ ብኸመይ ንገብሮ መጀመርያ ኣብዛ ሰለስተ ነጠብጣብ ንኣትዎ ብድሕሪኡ ናይ ገሊኹም ኣብዛ ሞር ቱልስ ትብል መፅያትኩም ወይ ከዓ ክትመፅእ ትኽእል እያ ኣነ ግን ኣበይ ክኣትየ ኣብዚኣ ካስ ሴፍ ኤን ሸር ትብለላ ኣባኻት ክኣትየ ዳይሬክትሊ ሽፍት ክገብር እየ ናብዛ ሓንቲ ዘን ኣብዚኣ ትሪእዋ ኣለኹም ክሬት ሾርትካት ንብላ ድሕሪ እንታይ ትብለና Create a shortcut to this page ሕጂ እዛ ስም ክትቅይረሉ ትኽእል እያ ዝኾነ ናተይ ኦረዲ ሕጂ ካብቲ ጎግል ካብኡ ስም ሂባቶ ኣላ ክሬት ክብላ እያ ማለት እዩ ኦኬ ብድሕሪ እዚ እንታይ ኢና ክንገብር ነዚ ኪኣር እዚ ንምስኣል ስካን ንምግባር ናብ ቴሌፎንና ኢና ክንከይድ ማለት እዩ እንጂ እዚ ማለት ናይ ቴሌፎንና ዋትሳፕን ናይ ላፕቶፕና ዋትሳፕን ሓደ ዓይነት ክኸውን ኦኬ ኣብ ቴሌፎንና ንኣቱ ኣብ ቴሌፎንና ኣብቲ ዋትሳፕ ንጥቀመሉ ዘለና ኣብ ንኣቱ ኣብ ንኣቱ ኣነ ሕጂ ንኣብነት ዋትሳፕ እዚኣ ትጥቀመላ ኣለኹ ኣባኻ እትዮ ብድሕሪኡ ኣብዘን ስለስተ ነጥቢ ትሪእዎን ኣለኹም ኣብዘን ክሃርሜ ድሕሪኡ ሰቲ ንኣቱ ኦኬ ድሕሪኡ ኣብዛ ትሪእዋ ኣለኹም ናይ ኪኣር ሲምቦል ኣብኣ ሓንቲ ግዜ ሃርም ሰከት ኦኬ ድሕሪኡ ኣነ ሕጂ ክስእለ ደልየ ዘለኹ ስለዚ ስካን ይብላ ማለት እዩ ስካን ኣፅልና ኣብዚ ዲቫይስ ኔም ክንቦ ንኽእል ኢና ኣብዚ ንኣብነት ማይ ፒሲ ኢለ ክፅሕፈላ እዚኣ ናተይ ምዃና ማለት እዩ ድሕሪ ከምዚ ገይረ ሴፍ ብሎ ማይ ፒሲ ዋን ክብለ ሴፍ ይብላ ማለት ኦረዲ ሕጂ ሰለስተ ወሳፕ ብኻልእ ሊንክ ጌረ ከፊተ ኣለኹ ኣብዚ የርኢ ንማለት እዪ ኣብዚ ንእግረ መገድና ዝኾነ ሰብ ናትና ወሳፕ ይጥቀም እንድሕር ሃልዩ ኣብዚ ክመጸና ይኽእል እዩ ማለት እዩ ኦኬ ቀጺልና ናብ ላፕቶፕ ከይና ኣብ ላፕቶፕና ኦረዲ ወሳብ ተኸፊቱ ኣሎ ስለዚ ከምዚ ጌርና ብቐሊሉ ክንጥቀመሉ ንኽእል ማለት እዩ እዚ ሕጂ ንኣብነት ነዚ ጎጉል ወይ ከኣ ነዚ ክሮም ኤክስ እንድሕር ጌረዮ ካልኣይ ግዜ ኣብ ዝመጻኹሉ ኣብ ክንዲ ኣብ ክሮም ኣትየ ወይ ካብ ጎጉል ኣትየ ዝጥቀም ዳይሬክትሊ ተዓንተወይ ሾርትካ ዝገበርናያ ኣብ እንትለ በዚኣ ክሊክ ጌረ ክኸፍታ ይኽእል ማለት እዩ። ሕጂ ክንፈልጦ ዘለና ኣብቲ ዌብሳይት ናይ ወሳፕ ኣብ ጎጉል ኣቲና ኢና ንጥቀም ዘለና። ኣፕሊኬሽን ኣይኮናን ኣውሪድና ንጥቀም ዘለና ማለት እዩ ኣፕሊኬሽን ኣውሪድና ክንጥቀም ከመይ ገርና ነወርዶ ከመይ ገርና ክንጥቀመሉ እታ ካልኣይቲ ስቴፕ ክትከውን እያ ከምኣ ክንገብር ከዓ ኦኬ እዚ ክንገብር ኣብ ላፕቶፕና ልክዕ ከም ፕሌይ ስቶር ኣብ ቴሌፎን ኮይኑ ዘገልግለና ኣብዚ ማይክሮሶፍት ስቶር ዝበሃል ኣሎ እዚ ንኸፍቶ ሓንቲ ግዜ ክሊክ ክገብር ድሕሪ ከም ስሪዎም ዘለኹም ኣብዚ ብዙሓት ኣፕሊኬሽን ኣለዉ ኣብዚ ኣትዮም ክተወርዱ ትኽእሉ ኢኹም ሕጂ ኣብ ዋትስኣፕ እውን ንሀለ ኣብዚ ብዝያዳ ከኣ ኣብዛ ሰርች ባር ጽሒፍና ከኣ እቲ ዝደለናዮ ብቐሊሉ ክነውርድ ንኽእል ማለት እዩ ኣብዚ እንተዘይረኺብናዮ ሕጂ ንኣብነት ኣነ ዋትስኣፕ ጽሕፌ ሰርች ክብላ እየ ኣብዚ መፅያትለይ ኣላ ኣብ ድሕሪ እዚኣ ጌት ትብል ዘላ ሪኦም ኣለዎም ሰማያዊት ኣብኣ ሓንቲ ግዜ ክልክ ክገብር ኦኬ ብድሕሪኡ ምውራድ ጀሚራ ኣላ ኢንሳድ ምባል ጀሚራ ኣላ ማለት ከምዚ ጌራ ትወርድ ድሓር ምስ ወረደት ኦፐን ንብላ ማለት እዩ ኦኬ ብድሕሪ ከም ዝተምፃልና ዌልካም ቱ ወሳፕ ትብለና ኣላ ጌት ስታርትድ ንብላ ኣብዚ ልክዕ ከምቲ ናይ ዓንተወይ መፂልና ኣሎ ኣብ ኪኣር ሂባትና ኣላ ንዑ ከ ልክዕ ከም ናይ ዓንተወይ ገይርና ስካን ንገብሮ ኢና ማለት እዩ ንዒና ንስእሎ ኦኬ ቀፂለ ናብታ ቦናስ ከብለኩም ኩሉ ግዜ ፋይላት ብወሳፕ ክንሰድድ ከለና ፋይላት ማለት ዝተፈላለየ ዓይነት ፋይላት ክኸውን ይኽእል። ፋይላት ዝተፈላለየ ዓይነት ፎርማት እዩ ዘለዎም። ስለዚ ዝኾነ ዓይነት ፎርማት ዘለዎ ፋይላት ብዋትሳፕ ክንሰድድ ንኽእል ኢና። ነዛ ንገብር ከ መጀመርያ ኣብዛ ፕላስ እዚኣ ንጥወቕ። እዚ ዶኮመንት ንብላ ማለት እዩ። እዚ ዝኾነ ፋይላት ክሰደሉ ትኽእል ብፍላይ ከዓ ስእልታት ክሰድድ ንድሕር ኮንካ ከዓ ኳሊቲ ናቱ ኮይኑ ይኸይድ ማለት እዩ ስለዚ ዶኮመንት ሓንቲ ግዜ ፀቅጥ ብድሕሪ ናብቲ ፎልደር ናትና ትወዘና እቲ ዝኾነ ደልናዮ ዘለና ኣብዚ ሰርች ኢልና ደሊና ክንረኽቦ ንኽእል ኢና ሕጂ ግን ኣነ ኣብነት ኣብዛ ዳውንሎድስ ኣትየ ነዛ ስክሪን ሹት ትብል ኣላ ወይ እውን ክልተ ሰለስተ ካብ ክልተ ሰለስተ እውን ንላዕሊ ክሰድ እተደልየ ከዓ ኮንትሮል ሒዘ ይፀቅጥ ማለት እዩ ፀቂጠ ብምለን እንተን ዘለኹን ሰለክት ገይረ ከምዚ ገይረ ብብዝሒ ክሰድድ ይኽእል ማለት ስለዚ ኦፐን ንብላ ብድሕሪኡ ዝኾነ ካብ ሽን ድኾነ ካልእ ሓበሬታ ውን ክጽሕፍ ይኽእል ተዘይ ኮይኑ send ይብላ ማለት እዩ። ትሪእዎ ኣለኹም እዚ ልክዕ ብ document ይኸይድ ማለት እዩ። እዚ ከም ዝበልናዮ ብዙሕ ጥቕሚ ኣለዎ ስለዚ ኩሉ ግዜ ካብን ናብን ብ whatsapp ዝኾነ ስእሊ ይኹን ፋይላት ይኹን ወይ ዋላ ውን video ይኹን ክንሰድ ከለና ብኸምዚ እንድሕር ሰዲድናዮ ኣዝዩ ዝበለጸ ፕሮፈሽን ይኸውን ማለት እዩ። ማርከስ ናይ ሎምዓንቲ መደበይ ኣብዚ ወዲኤ ኣለኹ ጠቂማትኩም ክትከውን ተስፋ እገብር ክሳብ ብዝመጽእ ቪድዮ ንራኸብ ሰሰናዩ።